What's up Pom family it's me KB ሎማዓንቲ ድማ ብልገርም ለሰንና መጺና ኔና እዚ ለሰን ልለታይ ቃል ልሓዘ እዩ ፕው under under ልብል ቃል ልሓዘ እዩ ማለት እዩ under እንታይ ማለት ድዩ under ማለት ብታሕቲ ማለት እዩ right ንኣብነት ሲ the cat is under the table እንተይልናስ እዛ ድሙስ ኣብዚ ትሕቲ ጠረጴዛ ኒኣ ልማሊ ማለት እዩ እና ብዛ under ትብል ቃል ሲ ብዙሓት ኤክስፕሬሽናት ብዙሓት ልተፈላለዩ ቦታ ልተፈላለዩ ኩነታት ክገልጹና ልኽእሉ ልገራርሙ ኤክስፕረሽናት ይሕዘልኩም መጽየ እኒኤኹ እስካብ መጨረሻ ጸንሑ እየ ልጋብዘኩም ከምዛና ኩሉ ግዜ ድማ እዛ ቪድዮ እዚኣ ላይክ ገርኩም ጀምሩዋ ደቂ ዓበይቲ Let's dive in እና ዛና መጀመርታ ለላ ኤክስፕረሽን ናታ እያ እም under the weather under the weather weather እንታይ ማለት ድዩ ኩነታት ኣየር ማለት እዩ under ኣዋጊዕና ኣለና ብታሕቲ ማለት እዩ ስለዚ under the weather ትብል ተለና ሲ እንታይ ልማደሊና Under the weather ትብል ተለና ሕምልማል ማለት እዩ sick ማለት እያ so I am sick ካብ ንብልሲ I am under the weather ትብል ተለና ብጣዕሚ ሓሪፍ እንግሊዘኛ እና ብጣዕሚ ምስ ሰምዕና ተለሲ ሓሪፍ ዝኾነ እንግሊዝኛ ከም ዘለናስ ነርኢ ኣለና ብካልእ ኣባህላ ማለት እዩ ስለዚስ ኣይ ኣም ስክ ኣይ ኣም ስክ ሺ ኢዝ ስክ ምናምን እናበልና ካብ እዛ ስክ ትብል ቃል እሳ ጥራሕ እናተጠቐምና እንትንቐፅል እዛ ኤክስፕሬሽን እዛ ግሬት ዝኾነት ኤክስፕሬሽን ብኣንደር ዝገበርኩልኹም እሳ እንታይ እያ ትብል under the weather so እንድሕር ሕኒ ክትብሉ ተደሊኹም ሲ I am under the weather እንድሕር እሳ ሕሙዋ ትብሉ ተደሊኹም ድማ she is under the weather ኢልኹም ትጥቀሙ ትኸእሉ ኢኹም ማለት እዩ እዛ ነምበር ቱና ድማ እንታይ እያ under one's breath under one's breath እዛ breathe እና breath ኣፈላላይ እኒኦዎ እዩ ዋላ to breathe ትብል ተለና ምትንፋስ እዩ breath ኸ ምስ ትንፋስ ባዕላ ዝፊልኣ ዘና ንጥቀመላ ተለና ማለት እዩ so under one's breath ትብል ተለና ቐስ ኢሉ ክብል ተሎ ልኾነ ነገር ማለት እዩ ንኣብነት ሲ እሳስ ቐስ ኢላ ሲ ይፎትየካ እየ ኢላቶ ንዚ ወዲ ክንብል ተለና ሲ ታይ ንብል ንኽእል ኢና ማለት እዩ she said I love you under her breath

ኢና ንጥቀም ማለት እዩ ስለዚ under my breath ትብል ተለኹም ቀስ ኢለ ብትሑት ድምጺ ክትብሉ ተለኹም ግዜ ማለት እዩ እና እዛ ሰልሰይቲ expression እያ ትኾነና ድማ under the gun under the gun under the gun ጋን እንታይ ማለት ድዩ ጋን ማለት ሽጉጥ ማለት እዩ ስለዚ እስኹምስ ብታሕቲ ኒኢኹም እዛ ሽጉጥ ለለ ብላዕሊ ኒኣ ማለት እዩ ብኻልእ ኣባህላ ስለዚ እንድሕር ኣብ if you are under the gun እንድሕር ኣብ under the ትሕቲ ሽጉጥ ተሃሊኹም ዞዝኒኦም ማለት ሲ

ብታሕቲ ልሎ ኣብ ብሪጅ ታይ ማለት ድዩ ብሪጅ ማለት እሱ ድልድል ማለት እዩ ሮ ስለስ ብድልድል ልሎ ማይ ማለት እያ ብካሊእ ኣባህላ እንድሕር ብቀጥተኛ ተወሲድናያ ማለት እዩ ብቀጥታ ግና ክንወስዶም ኣይንክል ኤክስፕረሽናት ያው ልተፈላለዩ ትርጉም ልተፈላለዩ ሰንስ ክህቡና ልክእሉ ስለልኮኑ ማለት እዩ ስለዚ ዳስ ዋተር ኣንደር ዘ ብሪጅ ትብል ተለኩም ሲ እሱስ ልሓለፈ ነገር እዩ በቃ past እዩ እሱስ ሐዝስ ኣነሲ ብዛዕብኡስ ኣይጭነቅ እየ ክትብሉ ተለኹም ግዜሲ thus water under the bridge ትብሉ ኣለኹም ማለት እዩ ንኣብነትሲ ና ቀደም ዓርክኹም ና ምናልባት ና ብቁልዓ ዓርክኹምሲ ንኾነ በዲሉኩም ከይፈለጠ ና ቁልዕነት ነገር ማለት እዩ እናስ ምስ ዓበኹም ሐዚ ዓበይቲ ኾንኩም ግዛዕስ ብቆልዓና ከምዚ ልገበርኹኻሲ ብጣዕሚ ይቅርታ ግዛዕ ክብለኩም ተለስ ታይ ትብልዎ ትኽእሉ ኢኹም Hey bro forget about it that's under the bridge ዳስ ኣንደር ዘ ብሪጅ ትብልኹ ማለት እዩ እሳ እንታይ ማለት እዮ እሱስ ችግር የብሉ ረሰዖ እዮ እሱሲ ልሓለፈስ ታሪክ እዩ ልማል እዩ ማለት እዩ እና እዛ ሓምሸይቲ ለላ ኤክስፕረሽና ድማ ታይ ድያ ትኾና መሲልኩም ኣንደር ዘ ኢንፍሉንስ ኣንደር ዘ ኢንፍሉንስ ኣንደር ዘ ኢንፍሉንስ ታይ ማለት ድዩ ኢንፍሉንስ ማለት ታይ ድዩ መሲልኩም ተፅዕኖ ማለት ዳኾነ ስለዝስ ኣብ ትሕቲ ተፅዕኖ እኒኦኹም ማለትስ ብኻሊእ ኣባህላሲ ታይ ማለት እዩ ፈቲኹምኒ ኢኹም ማለት እዩ ሐዝስ ከምዚ ብትግርኛ ንብሎ ተለና ስታይል ንብል መሲልኩም ሞቕ ኢልዎ እዩ እኒኦ ወይልስ ከምዚ ቲፕሲ ዶ ይበሃል ዳኣ ኮነ ሂ ኢዝ ቲፕሲ ትብል ተለና ሞቕ ኢልዎ እዩ እኒኦ ማለት እዩ እና ሂ ኢዝ ኣንደር ዘ ኢንፍሉንስ ትብል ተለና ድማ ሂ ኢዝ ኣንደር ወይ ድማ ሺ ኢዝ ኣንደር ዘ ኢንፍሉንስ ትብል ተለና ሲ ከምዚ ጥዒማ እያ መስተ ጥዒማ እዩ ወይ ድማ ሰትዩ እዩ ክንብል ተለና ግዜ ማለት እዩ እና መብዛሕትኡ ኣብዝና ትራፊክ ተስተውዒልኩም ሰቲኻ ያው ምሽፋር ኣይፍቀድ እዮ ዶ ስለዚ እዞም ትራፊካት ታይ እዮም ልብልኹም ልኾነ መዐቀኒ ክዕቅኑኹም እዮም በተለይ ኣብዚ ውጫውያን ሰቲኹም ድኹም ኣይሰተኹም ብደንቢ ትዕቀኑ ኢኹም ምናምን ካብኡ ታይ ይረጋገፅ ዶ ማለት እዩ if whether you are under the influence or not ማለት እዩ እንድሕር if you are under the influence እንትን ናብ ፖሊስ ጣብያ ትውሰዱ ምናምን ከምኡ ማለት እዩ ስለዚ ኣነስ መስተ ሰትየሲ ሸፊረ ትብል ተለኹምስ እንታይ ትብሉ ማለት እዩ

ኣንድሮ ዋንስኪን ብዙ ቀጥተኛ ትርጉሙ ትኾን ተሎ ብትሕቲ ቆርበትሲ ብትሕቲ ቆርበትና ሰብስ ምዃኑ ማለት እዩ ብኻልእ ኣባህላዎት ግን ብዙ ሃምዛ ለወልኩም ዓንቶ ብቀጥተኛ ትርጉም ክትወስድዎ ኣይትኽእሉ ምክንያቱ ኤክስፕሬሽናት ካልእ እዮም ኤክስፕሬሽ ክገሩ ወይ ድማ ካልእ እዮም ክገልጹ ዝኽእሉ ማለት እዩ እና እቲ ጌት ኣንደር ዋንስ ስኪን ወይ ድማ ዶን ጌት ኣንደር ማይ ስኪን ተይለኩምሲ

I got under his skin ትብሉ ኣለኹም ማለት እዩ። I got under his skin ወይ ድማ ጓል እንተኾይና I got under her skin ትብሉ ኣለኹም ማለት እዩ ብኻልእ ኣበሃህላ። ስለዚ እንታይ ማለት እዩ? ኣናዲደዮም ኢልኩም ክትጥቀሙ እንተለኹም ማለት እዩ። So don't get uh, under anyone's skin ተይልኩም እንታይ ማለት እዩ? ንማንም ሰብሲ ከይተናድዱ የለኩም ኣለኹ ማለት እዩ። ምክንያቱ ሰብ ተናዲዱስ ብዙሕ ነገር ሕማቕ ነገር ስለ ክገብር ልኽእል ማለት እዩ። እና እዛ ሻውዒት ለላ ኤክስፕሬሽንና ድማ

ኢኹም ከፊልኩሞኒ ኢኹም ዝኾነ ነገር ማለት እዩ ብኻሊእ ኣበሃህላ ዶ ተትሓስብዋ ተለኹም ሰብኣያ ትኾንላ ያው ጉቦ ይኾንሎ ማለት እዩ ምኽንያቱ ብልዕሊ እዚ ጣውላ እማ ሰብ ክርእየኩም እዩ ዶ ስለዚ ብዚ ሰብ ለይረእየኩም ብታሕቲ ገፅ ትህብዎ ተለኹም እዚ ቅርሺ ዘዝኔ ማለት ሲ ያው ጉቦ ትህብዎ ተለኹም ማለት እዩ ብኻሊእ ኣበሃህላ ስለዚ I paid that employee under the table ትብል ተለኹ ሲ

ኣንደር ዘ ናይፍ ጋውፕ ተኸተልኹም ጋይስ እስቲ ሕሰብዎ ባዕልኹም እስቲ ታይ ማለት እዩ እስቲ ንእሽተይ ደቂቃ ሰከንድ ከኩም ዋላ ሰለስተ ሰከንድ ዋን ቱ ትሪ to go under the knife ማለት ታይ ማለት ዲኩ ታይ ድዩ ማለት መሲልኩም ሰርጀሪ ሲ ምግባር ማለት እዩ ብካልእ ኣባህላ ንኣብነት ሲ ሓንቲ ጓል እንድሕር ልክ ትወልድ ሲ ብቀዶ ጥገና ገይራ እንድሕር ተወሊዳ ታይ ትብሉ ትኽእሉ ኢኹም

ሓወይሲ ቀዶ ጥገናስ ኣካይዱ ነይሩ እዩ ማለት እዩ ብኻልእ ኣበሃህላ። ዛታ ሽዒ ትልላ ኤክስፕረሽና ድማ እንታይ እያ ትኾንላ? to throw someone under the bus to throw someone under the bus እንታይ ማለት እዩ እቲ to throw someone under the bus? እስኪ ብቀጥታ ዋላ እስቲ ትርጉማ እስቲ ሕሰብዋ። to throw ማለት ምድብራይ እዩ ዶ under the bus ኸ ያው ባስ ኣውቶቡስ ማለት እዩ ዶ ስለዚ ሲ ንሓደ ሰብስ ናብ ትሕቲ ኣውቶቡስ ትድርብዎ ተለኹም ማለት እዩ ግን እንታይ እንታይ ኾንኩም ትድርብዎ ኣለኹም ማለት እዩ ምሳኹም ልነበረ ሰብ፣ ምሳኹም ብዙሕ ግዜ ለሕለፈ ሰብ ንኣብነትሲ እንድሕር ላብ ትሕቲ ኣውቶቡስ እንድሕር ደውሪኹሞሲ ታይ ማለት እያ ብኻልእ ኣባህላ እዚኣ ሰለስተ ሰከንድ እኮ ከምዛ ንዕንቶ ዋን ቱ ትሪ to throw to throw someone under the bus ማለት ሰብሲ እዚ ምሳኹም ነረ ሰብስ ክትክሕድዎ ተለኹም ግዜ ማለት እዩ እና ሀዚ ሓደ ዓርከይሲ ዳኢየስ ኪሕድኒ ወይ ድማ ኣነስ ኪሕደዮ ትብል ተደሊኹም ኣምድላኹም ማለት እዩ እንድሕር ኪሕድኒ ትብል ተደሊኹም ሂ ትሮው ሚ ኣንደር ዘ ባስ ትብለኹም ማለት እዩ ያው ትሮው ሕሉፋ ታይ ድያ ናያ ቨርብ ቱ ታያ ትሮው እያ እዛ ቨርብ ስሪያ ከ ትሮውን ትኾንላ ማለት እዩ ስለዚ ኣይ ትሮው ሂም ኣንደር ዘ ባስ ተልኹም ኣነሲ ክሕደዮ ምት ኣለኹ ማለት እዩ ምኽንያቱስ ናብ ትሕቲ እዛ ኣውቶቡስ ኢኹም ኣእቲኹም ኣኒኢኹም ማለት እዩ ዝኹሉ ብሓደ ግዜ ኣሕሊፍኹም ዝኹሉ ገርኹምሲ ያው ላብዛ ትሕቲ ኣውቶቡስ ተእትዎ ተለኹምስ ክሕድኹም ኣኒኢኹም ማለት እዩ ብኻልእ ኣባህላ Last but not least እዛ ዓስረይቲ ለላ እዛ ናይ መጨረሻ ለላ ኤክስፕረሽና ድማ እንታይ እያ ትኾንላ?

ብደንቢ ስኢለስ ተጠንቂቀስ እየ ዝርእኩም ለኹ ማለት እዩ ልኾነ ትሰርሑ ለኹም ድኹም ዚኣ ለይገብርኹም ዚኣ ለይገብርኹም በቃ ሕድሕደን ብጣዕሚ ገይረ ስኢለ ብጣዕሚ ተቋጻጺረ ክርእኩም ተለኹ you are put under the microscope you are put I am put under the microscope ተለኹም ንኣብነት ሲ for example ሲ ማዘረይ ሲ እነይ ብጣዕሚ እያ በቃ ብጣዕሚ እያ ትቋጻጸረን ልዕሊ መጠን ናብዚኣ ከርካ ናብዚኣ ገርካ እያ ትብለኒ ትብሉ ተደሊኹምሲ my mother put me under the microscope my mother put me under the microscope ኢኹም ኢልኩም እነይስ ብጣዕሚ እያ ትቋጻጸረኒ ትብሉ ትኽእሉ ማለት እዩ ጋይስ ሎማዓንቲ ሒዘልኩም ዝመጸኹ ኤክስፕሬሽናት እዚኤን ይመስላ ነይረን ዓሰርቲኡ ለኣኹም ማለት እዩ ሊፖንት ፋምሊ ያው ላይክ ለይገበርኹም ልጀመርኹማ ጋይስ ላይክ ግበሩ ኢኹም ሰብስክራይብ ገይርኹም ድማ ፋሚሊ ኹኑ ካብኡ ልተፈላለዩ ለስናት ኢድየማት ኤክስፕረሽናት ሒዘልኹም ይመጽእ እየ እሱ ምእንቲ ኣብ ጊዜኡ ክበጽሐኩም ማለት እዩ እና ብዜን ተኽኢልኹም ሰለስተ ወይ ድማ ክልተ መሪጽኹም ካብዚኤን ልተመቸያኹም ማለት እዩ እሰን ገይርኹም ኮመንት ኣብዛ ኮመንት ሴክሽን ናይ ባዕልኹም ምሉእ ሓሳብ ፀሓፉ ኢኹም ጋይስ እና ዝተፈላለየ ክሰርሐልኹም ትደልይዎ ዓይነት ሌሰን ድማ ኣነ ክሰርሐልኹም ስለ ልኽእል ኣብዛ ኮመንት ፀሓፉዋ ኢኹም ጋይስ ከይትርስዕዋ እሳ ስፖንሰር